ሰላም ከመይ ትኾኑ እንኳዕ ደሓን ጸናሕኹም ሎማዓንቲ ከላይ ሓንቲ ምኽሪ ነዘን ፅቡቐ ደቂ ኣንስትዮ ኣሕዋትና ገለመለ ነዘን ሽኮኩር ንዓን ክንበን ኢና ሓንቲ ምኽሪ ክንበን ኢና ከምዚ ገይረን እንታይ ክኾና ኣለወን እንታይ ኩነታት ናይ ህይወትን ገለ ከመይ ገይረን ከመዓራርያ ኣለወን ገለመለ እዚኣ ድሕሪ እዚኣ ኢንትሮ የረክበና

ሓራይ ከመይ ትፀንሓ ከመይ ትፀንሑ ኩላኹም ብሓፈሻ ዋላቶም ደቂ ተባዕትዮና ከማነ ተሰምዑ ኣለኩም ምክንያቱ ንሕዋትኩም ተማቕሩ እንታይ ሕጂ እንታይ ድዩ እንታይ ድዩ ክብል መሲልኩም እዘን ደቂ ኣንስትዮ ኣሕዋትና እዚ ስቂልካ ስምዑ ክልተ ነገር ኣሎ ክትርድኦ ዘለክን ፕሊስ ክልተ ነገራት ኣሎ እዚ ከንታይ እዩ ሓደ ወዲ ክገብረክን ክደልን ሓዳር ምሳኽን ክገብር ክደልን ክልተ ዝተፈላለየ ነገር እዩ ፕሊስ ፕሊስ ፕሊስ ክደግመ ሓደ ወዲ ተብዓታይ ምሳኺ ክነብር ክደልን ብሓዳርን ገለን ምሳኺ ክምርዖክምርዓወኪ ብሓዳር ክገብር ክደልን ምሳኺ ክድቅስ ክገብረክን ሓደ ምሸት ይኹን ሓደ ዓመት ይኹን ሓደ ወርሒ ክደልን ክልተ ዝተፈላለየ ነገር እዩ ኣይ ሆፕ ተረዲእክን ክኸውን ምክንያቱ ወዲ ተብዓታይ ክገብረክን እንተደልዩ ሓዳር ክገብረልክን እንተደልዩ ከመይ ገይሩ ቀርበክን ክነግረክን እዩ ሓደ ወዲ ተብዓታይ ክገብረክን እንተደልዩ ምሳኽን ክድቅስ ጥራይ እንተደልዩ እንታይ ዝገብር ትፈልጣ ዶ ኦኬ ዋው እዚ እስከ ጸብቐልኪ ዋው ዋላ ጥራይ ነብስኽ እንዳረኣየኪ ዋላ ክስትሞ ጥራይ ዋላ ሕማ ዋላ ታሽሙ ከሎ ጥራይ እንዳረኣየኪ ዋው እዚ እስከ ጸብቐልኪ ዋው ትምህርቲ ትምሃሪ ዋው ከምዚ ዓይነት ትምህርቲ ኣለኪ ው ገለ ዓይነት እምበር ዋው ማራ ኬፍ ኣለዎ እዚ ደኣ ማር ናትኪ ፅቡቕ ነገር ጥራይ እዩ ዝዛረብ ናትኪ ፅቡቕ ነገር ጥራይ እዩ ዝዛረብ እዚ ደኣ እሞ ገለ ዓይነት እዚ ደኣ ኣብ ውሽጡ ብ ርእሱ ግን እንታይ እዩ ዝብል ኣብ ውሽጡ ብ ርእሱ ግን ከማ እዚኣ ጓል እዚኣ ሳክት እያ ሳክት እያ እዚኣ ክሃድም ጥራይ ዘለኒ ተግብረኒ ትሃበኒ ጥራይ እምበር ምህዳመ እያ ድሕሪ እዚኣ ሳክት እያ ጥራይ ነፍሳ ከምዚ ክስትሞ ጥራይ ትገብር እዚኣ ሳክት እያ ቢቻ ገለ ተረዲኹምኒ ሶ ኩሉ ግዜ ክርዳእክን ክኽእል ኣለዎ ሓደ ወዲ ንክገብረካ ደልዩ ማለት ንሓዳር ደልየካ ማለት ኣይኮነን ብዙሓት ደቂ ኣንስትዮ ነዚ ነገር እዚ ዘይፈልጠወ ብዙሓት ደቂ ኣንስትዮን ዘይፈልጠወ ዋ ከምዚ እንዲሞ ዝብለኒ ከምዚ እንዲ ደው ኢሉ ፅብቕቲ ክንዲ ዝብለኒ ከይደቀስኩ ሓዲረ እንዲ ዝብለኒ ወዲ ነዛ መሸኒት ክረክብ ኢሉ ከይደቀስኩ ይኮነ ኣብ ትሬን ክኣቱ እየ ክብለኪ እዩ ህይወተይ ከጥፋ እየ ክብለኪ እዩ ምክንያቱ ወተ ደቂ ተባዕትዮ ኣብ ከምዚ ተመፂና ብጣዕሚ እዮም በላሓት እቶም ዕድል ዝረኽቡ ቻንስ ዝረኽቡ ማለት እዩ መብዛሕትኡ ወዲ ይረክብኒ ገለ ከምቲ ንፈልጦ ካብ 18 ክሳብ 30 ዘሎ ብፍላይ ኣብዚ ኤውሮጳ ገለመለ ብድንግሎም እዮም ዘለዉ ክሳብ ሕጂ ከባቢ ፍርቆም ማለት እዩ ከባቢ ፍርቆም ብድንግሎም እዮም ዝነብሩ ክሳብ 30 ዝበፅሑ ማለት እዩ ካብኡ እዩ ህይወቶም ክመዓራረ ስለ ዝጅምር ገለመለ ሽዑ ቁርብ ኣብ ደቂ ኣንስትዮ ክሕዙ መብዛሕትኦም ከምዚ ስኽን ትርእዮም ኣይኮኑን ምክንያቱ እቶም ንኩለን ደቂ ኣንስትዮ ዝገብርወን እቶም 20 ፐርሰንት 20 ሚእታዊት እዮም ውሕዳት ደቂ ተብዓት እዮም ዝዘርወን ነተን ደቂ ኣንስትዮ እትም መብዛሕትኦም ደቂ ተብዓት እዮም ድንግል እዮም ገለ ዋላ ሓንቲ ረኪቦም ኣይፈልጡን እዮም ሕጂ ብዝኾነ እዘን እዚ ወዲ እዚኦም እዚኦም ከምዚ ዓይነት ኣወዳት ብጣዕሚ እዮም በላሕቲ ገለ መለ ምሻሎ ኩሉ ግዜ እዞም ኣወዳት ዋው ከምዚ እንዲኺ ናትኪ ስኽዳ እዚ ማራይ ኬፍ ዝበኒ እዚ ዋው እዚ ክዳንኪ ክፅብቕ ወላ ሕር ኢሎም ከለዉ ገለ ተረዲኽን ምክንያቱ ከምኡ እዩ ወዲ ገለ ካልኣይ ኣለኪ እቲ ሓደ ካልኣይ ወዲ ካልኣይ ኣሎ ካልኣይ ወዲ ካልኣይ ካልኣይ ወዲ ማለት እዩ እሱ ካልኣይ እትን ሓዳርን ገለን ዝደልየኪ ከመይ እዩ መናብርኽ እንታይ ምሽ ኣሎ ንስኻ ሕጂ ከመይ ክትብልዮ እዩ ዝፅበ ትፈልጥ ዶ እንተ ካብ ኩሉ ወዲ እቲ ኮይኑ እቲ ንቅድም ምስ ክቐርበኪ ከሎ ኩሉ ግዜ ኣይኮነ ገለ ንሓንቲ ጓል ክሪኣ ከሎ ከይረኸባ ገለ ኦኬ ንዚኣ ጓል እዚኣ ክገብራ ጥራይ ኢለ ክቐርብ እየ ብፍላይ ዘይፈልጣ ተኮይኑ ማለት እዩ ንዚኣ ጓል እዚኣ ክገብራ ጥራይ ኢለ ክቐርብ እየ ነቲኣ ድማ ኣይገብራን እየ ገለ እንዳበሉ ይኮኑ ዝቐርቡ ይቐርቡካ ምሽ ሽዑ ይርኢኻ ኦኬ እዛ ጓል እዚኣ ሃሪምካ ምህዳም ጥራይ እያ ዘቢጥካ ምህዳም ጥራይ ክሳብ ዝኾነ ትኸውን ኩነታት ትሕሸኒ ምሳ ክፀኒሐ ገለ ከምኡ እዮም ዝገብሩ ተረዲኽኒ ምክንያቱ እንተ እንተ ዕድር እንተ ዕድር ኣቢሎም ህርም ህርም ኣቢሎም ተሌፎን ምቕባል ኣብዩ ወይ ድማ ክሳብ ካልኣይቲ ቅሩብ ኩነታት ድሓይሽ ቅሩብ ይፅበዩ ኺን ካብኡ ሽዑ ስጋምቤት ማለት እዩ ተረዲኽኒ ሶ ኩሉ ግዜ ክርዳእክን ክክእል ኣለዎ ኦኬ ክትምዝምዝኦም ኣለክን ካላይ ደቂ ተባዕትዮ ዝፈትውዎ ነገር ክነግረክን ደቂ ተባዕትዮ ኩሉ ግዜ ክትነግርኦም ከለክን ገለ ዋላ ዓሰርተ ወዲ ዘይርክኹኒ ኣነ ዳ ወሪድኒ ዋላ ሓንቲ ዘይፈልጥ ከምዚ ዘይገብር ዋላ ሓንቲ ነገር ዘይገብር ገለመለ ይኽን ትብላ ከምዚ ተዘይልክን ገለ ኩሉ ግዜ ወ ተባዕታይ ካብቲ ስኽን ትዛረብኦን ኣክሽናትክን እዩ ዝሪኦ ገለ ኣክሽናትክን ኡ እዚኣ ጓል እዚኣ ኣታ ከመይ ኢላ ኢኻ ትዛረብ ካብኣ እዩ ዝጅምር ኣታ ከመይ ኢላ ኢኻ ብዛዕባ ስድራኣ ትዛረብ ኣታ ከመይ ኢለ ኢኻ ከምዚ ትብል ምክንያቱ ኩሉ ግዜ ከምኡ ኢና ምክንያቱ እሱ እዩ ካልኣይ እቲ ታሽሙና ገለ ካልእ ክንገብር ኣይንኽእልን ኢና ፅባሕ ንጎ ሓዳር ክንሓስብ ከለና ደቂ ተባዕትዮ ሎጂካል ኢና ንሓስብ ከመይ ጌርና እዛ ሰብ እዚኣሲ ከመይ ጌራ ደቀይ ክትዕብየለይ ዶ ትኽእል ኣብ ሓዳረይ ስትረስ ትገብረለይ ዶ ተጨንቐኒ ዶ ትኸውን ኣብ ሓዳረይሲ ትሕፍረኒ ዶ ትኸውን ደቀይ ክትሕብሕበለይ ሰበይቲ ኮይና ክትሕብሕበለይ ትኽእል ድያ ገለ ኢና ኢልና ንሓስብ ምክንያቱ እዚ ነገር እዚ ድማ እንዳጎደለ ስለ ዝመፅ ዘሎ ብዘን ደቂ ኣንስትዮ ናይ ኤውሮጳ ኩሉ ሰብ ናበይ ሃድም ኣሎ እስከ ንካርቱም ንኢትዮጵያ ንገለ ማለት እዩ ምክንያቱ ምክንያቱ ኩሉ ግዜ ደቂ ተባዕትዮ ከምኡ እዩ ገለ ተረዲእኮም እዮም ከምዚ ማራ እዮም ዝሓስቡ ኣብ ሓዳር ክነብል ከለና ባዕልና ኢና ንምዝም ደቂ ኣንስትዮ ከምኡ ይኮና ደቂ ኣንስትዮ ካልእ ኣፈጣጥራ እዩ ዘለዎን ምክንያት ደቂ ኣንስትዮ መሓዘአን ንጓል ሓወበአን ንገለ ቀረብተን ከባቢአን እየን ዝሓታ ንሕና ግን ሰብ ኣይንሓትትን ኢና ንሓንቲ ጓል ንሓዳር ገለ ክንደልያ ከለና ባዕልና ኢና ንሓስብ ባዕልና ሓሲብና መዝሚዝና ኢና ነብር ምክንያቱ ኣብ ሓዳር ምእታው መዓር ክንደይ ዓብ ምዃኑ ምክንያቱ ደቂ ኣንስትዮ ኣብ ሓዳር ምእታው ንደቂ ኣንስትዮ ይቐልል ካብ ንደቂ ተባዕትዮ ማለት እዩ ሕጂ ከምዛ ዝብለክን ደቂ ተባዕትዮ ክትርድኦም ክትኽእል ኣለክን ገሊኦም ሌባታት ሰረቕቲ እዮም ሰረቕቲ እዮም ምክንያቱ ኩሉ ግዘ ዋው ክፅብቕ እዩ ዋው ከምዚ ከይደቀስኩ ሓዲረ ንዓኺ ክዝክረኩ ከይ ሓዲረ ኣልዕል ኣቢሎም እዮም ዝዛረብኹም ኣልዕል ኣቢሎም ወላ እንተዘከሩኹን ንክሃርሙ እምበረይ ንካልእ ኣይኮኑ ምክንያቱ ነተን ከዘብጥወን ዝደልዩ ማለት እዩ ክዘብጥኹን ተደልዮም ኩሉ ዝብልዎ ሓሶት እዩ ሕጂ ክተላልኦም ክትክእል ኣለክን ምክንያቱ ንስኽን ብዛዕባ ትምህርትኽን ብዛዕባ ብዛዕባ እዚ ገንዘብ ብዛዕባ ታሽሙ ጥራይ ትዛረባ ተኮይንክን ብዛዕባ ከምዚ ምስ ወዲ ከምዚ ገይረ ከምዚ ዓርከይ ዝነበረ ከምዚ ገይርኒ ሒዝኒ ወጢጥኒ ኣነ ከምዚ ኩስትማኸ እንዳገበርኪ ከምዚ ከምዚ ዳንሴ ዝፈቱ ማዕኮር ከም ርኣይ ንዓይ ፀገም የብሉን ጓል ንሰይቲ ዝደለየቶ ክትገብር መሰላ እዩ ገለመለ እዚኢታት ቃላት ክጥቀማሉ የብልክን ምክንያቱ ጠቃሚ ይኮነን ነቲ ወድስ እንተ ትደልዮ ኮንክን ማለት እዩ ጠቃሚ ይኮነን ምክንያቱ እቲ ወድ ተባዕታይ ገለ ኩሉ ግዜ ከምዚ ኣነስ ከምዚ እየ በቃ ቤተክርስትያን መላለስ እየ ኣነስ ከምዚ እየ ኣብ ሃይማኖተይ ዘለኒ ከምዚ ስድራይ ዘለኒ ክብረት ኣቦይ ማራ እየ ዝፈትዎ ስድራይ ድማ ከምዚ እዮም ብኦም ሓስብ እየ ኣሕዋተይ ከምዚ ኣለውኒ ኣነ ከምዚ ኣደይ ብጣዕሚ እያ ጥንቅቅቲ ከምዚ ትግበር እያ ትብለኒ ኣነ ይፈቱን እየ ከምዚኢታት ኣነ ሓዳርን ቆልዑ ምዕባይን ገለ ጥራይ ማራ ደስ ዝብለኒ ሰብኣይካ ሓብሒብካ ሓዳር ምግባር መግቢ ምስራሕ ንዑ ከምዚ እታ ትብሎም ተኮይንካ ዋው ኩሉ ሰብ ማራ እዩ በቃ ሽዑ ዋላ ሽዑ ዝበልክን ኢልክን ዋላ ሓንቲ ከላይ ክትፈልጣ ዘለክን ብጣዕሚ ይቀሊል ወዲ ተባዕታይ ገለ ብጣዕሚ ይቀሊል ክተለልዮ ጃስት

ክትወልደለይ ትደሊ ዲካ ገለልክን ጥራይ ክትፈልጣ ናትክእል ኣይክን ምሳክን ክንነብር ዲና ይን ኣይነብርን ማለት እዩ ሶ እዚኣ ነራ እታ መልእክተይ ነዘን ፅቡቃት ደቂ ኣንስትዮ ገለመለ ባይዘወይ ብካልእ ነገር ክሳብ ንራኸብ ድማ ኣብ ሰናይ